ዓለም ከም ትነብር ስራሕ ሎሚ ከም ትመውት ግን ተሓጎስ እዩ ትማሊ ታሪኽ እዩ ጽባሕ ምስጢር እዩ ሎሚ ግን ውህብቶ ናይ ኣምላኽ እዩ ዝብል ኣበሃህላ ሰሚዕና ንፈልጥ ንኸውን ኢና ናይ ትማሊ ኩሉ ንትማሊ ንግደፎ ኣይምለስን እዩ በቃ ሓሊፉ እዩ ናይ ጽባሕ ድማ ንፈጣሪ ንሃቦ ምክንያቱ ኣይንፈልጦን ድሕሪ ደቂቕ እንታይ ከም ዝፍጠር ኣይንፈልጥን እዚ ማለት ግን ናይ ጽባሕ ዕላማ ክህልወካ የብሉን ማለት ኣይኮነን ሕሰብ ግን ኣይትጨነቕ ስራሕ ግን ድማ ንጥዕናኻን ምስ ስድራኻን ዝፈላልየካ ስራሕ ክኸውን የብሉን። ሓደ ህርኩት ሰራሕተኛ ሰብኣይሲ ህይወት ስድርኡ ንምቕያር መዓልታዊ እዩ ከይደኸመ ከይሰልከወ ዝሰርሕ ነይሩ። ግን ድማ ምስ ስድርኡ ኮይኑ ድራር ዝበልዓሉ ግዜ እውን ኣይነበሮን። ስራሕ ውዒሉ ናብ ገዛ ይኣቱ፣ ደኺሙ ይድቅስ፣ መሊሱ ከኣ ናብ ስራሕ ይወፍር። ሳሕቲ ብእዋኑ ናብ ገዛ ተመጺኡ ውን ኣብቲ ስራሕ ቦትኡ ኮይኑ ዘይወድኦ ስራሕ ንኽውድእ እዩ ዝመጽእ ናብ ገዛ እምበር ምስ ስድርኡ ግዜ ንምሕላፍ ኣይኮነን። ንስድርኡ ከኣ ይነግሮም እዩ። ንእሽተይ ግዜ ጥራይ ሃቡኒ ጽቡቕ ኣታዊ ክነእቱ ምስ ጀመርና ጽቡቕ ግዜ ክነሕልፍ ኢና እናበለ ዓመታት ይሓልፉ ማለት እዩ። ገዛ ይገዝእ ሕጂ ውን ግን ብዘይ ዕረፍቲ እዩ ዝሰርሕ። ዝደልዮ ትካል ይኸፍት ሕጂ ውን ግን ብዘይ ዕረፍቲ እዩ ዝሰርሕ ስድርኡ ከኣ ኩሉ ግዜ ይሓትዎ እዮም ዋእ ባባ ታይ ደኣሉ እዚ ናይ ባዕልና ትካል እኮ ከፊትና ንደልዮ ስራሕ ጌርና ግዜ እባ ሃበና ናይ ኣቦ ፍቅር እባ ሃበና ይብልዎ ንሱ ከኣ ንእሽተይ ግዜ ሃቡኒ ደሓን ንእሽተይ ተጸበዩኒ ገለ እዩ ዝብሎም ምክንያቱ ከኣ ቁሩብ ስርሕ ስርሕ ኣቢሉሲ ማናጀር ክቆጽር እሞ ዳሕራይ ነቲ ትካሉ ሓሓንሳብ ሕልፍ ሕልፍ ኢሉ ክሪኦ ሽዑኡ ምስ ስድርኡ ጠቕሊሉ እኹል ግዜ ንምሕላፍ እዩ ነይሩ ዕላምኡ። ከም ዝበሎ ድማ ኮይንሉ። ምኽንያቱ ተጽዒርካ ፍረ ጻዕርኻ ትረክብ ኢኻ። ሽዑ ምሸት ናብ ገዝኡ ከይዱ ማናጀር ቆጺሩ ገለ ኩሉ ምስ ወደኤ ንስድርኡ ኣበሲርዎም በቃ ድሕሪ ሕጂ እኹል ግዜ ክህበኩም እየ። ኩሉ ነገር ወዲኤ ኢልዎም ተሓጒሶም ደስ ኢልዎም ይድቅሱ። ንግሆ ሽዑ ስድርኡ ምስ ኣቦኦም ናይ ኣቦ ፍቕሪ ክረኽቡ፣ ዝሰኣንዎ ግዜ፣ ዝተሓረምዎ ግዜ ከሕልፉ ትስእ እንተበሉ፣ ሰብኣይ ንዘይምለስ ጌሹ ኣይተስእን ብኡቢሉ ከይዱ ማለት እዩ። ስለዚ እዮ ኣዚ ምስጢር እዝስ ክንፈልጦ ግድን ዘለና ዝኩሉ ጽዒሩ ዝኩሉ ሰሪሑ ዋላ ሓንቲ ስለዚ ዘልኣለም ከም ትነብር ስራሕ ሎሚ ከም ትመውት ግን ተሓጎስ ምስ ስድራካ ጽቡቅ ግዜ ኣሕልፍ። ንዘልኣለም ከም ትነብር ስራሕ ሎሚ ከም ትመውት ግን ተሓጎስ እዩ።